እዞም ባህርታት እዚኣቶም ክተርእዮ ከለኺ ወዲ ተባዕታይ ንናትኪ ፍቕሪ ዝተመርካኸ ይኸውን ኣብ መጀመርታ ፍትወቶም ምስ ኣርኣዩ ኹን ብድሕሪኡ ዝተወሰነ ምርሓቕ እንድሕር ዳኣ ዝጅምሩ ኮይኖም መብዛሕትኡ ግዜ እዞም ሎማዓንቲ ዝነግረክን ኣርባዕተ ባህርታት ኣብ ሂወትክን ስለ ዝስእኑ እዮም ክሳዕ መወዳእታ ሓቢርክና ንጽንሓ ንቻናለይ ሓደሽቲ ዝኾንክን እውን ቻናለይ ሰብስክራይብ ብምግባር እዋናዊ ዝለቆም ንፍቕራዊ ሂወትክን ዝጠቕሙ ሓሳባት ውሰዳ ነባራት ናተይ ተኸታተልቲ ድማ ኣብ ኮሜንት እናኣተኽን እንኳዕ ደሓን መጻኺ ብምባል ጀምራለይ ሰናይ ምክትታል ጓል ኣንስተይቲ ኣብ ፍቕሪ ክህልዋ ዝግብኦም ናይ ግድን ማለት እዩ እዚኣቶም ተሃሊምዎ ዝሐሸ ፍቕራዊ ህይወት ንክህልዋ ዝገብሮም እንተዘይሃሊምዋ ድማ እቲ ፍቕራዊ ህይወታ ቤና ንክትፀሮ ደቂ ተባዕትዮ ከም ድላዮም ንክጥቀሙላ ዘገድድዋ እዮም ካባቶም ተወፅራ ሓደ ርግዓት ዘይብላ ጓል ኣንስተይቲ እዩ ዝተረጋጋዕ ክንዲ ሕዳ ዘይኮንኪ ብዙሕ ወዲ ይቐርበኪ እሞ ወይ ክገድፈኪ እዩ ተዘይኮይኑ ድማ ንድላዩ ዕላማ ንክጥቀመልኺ ውሽጢ ክቢ ቅልጡፍ ንከንብቡ ኣንቢቡ ድማ ንሕመቕ ዕላማ ንክጥቀመሉ ዝገብር እዩ ምርግጋዕ ማለት እቲ ትክክለኛ ትርጉሙ ንኩሉ ዘይትድንገፅ ጓል ኣንስተይቲ ማለት እዩ ኣብ መንጎ ፍቑራት ዝግበሩ ምርኻባት ከበድቲ ዘይኾንዋ ብኹሉ ሰርፕራይዝ ዘይትኸውን ብኹሉ እውን ዘየኸፋ እትቐለሊ ስምዒትኺ ኣብ ገጽኺ ክረአ ዘይምግባር ፍቕሪ ክሕዘና ከሎ መብዛሕቴና ደቂ ኣንስትዮ እቲ ኣብ ውሽጥና ዘሎ ፍቕሪ ስምዒትና ክንቆፃፀሮ ስለዘይገብረና በቃ ልዕሊ መጠን ኣብሱስና ክንኸውን ይገብረና እቲ ሕዚ ጀሚሩ ዘሎ ገና ሰለይ ዝብል ፍቕራዊ ህይወትሲ ብሓደ ግዜ ከይታታ ከይበለ ደው ኢሉ ጠንኪሮ ክጎይ ትደልዩ ገና ንፍቕሪ ሓሪኪ ድዩ ሓሪይክን ከይፈለጥኪ ፅቡቓት ቃላት ስለ ዝተዛረበኪ ወይ ፍቕሪ ዝመስል ባህሪ ኢቨን ተዛሪብኪ ክኸውን ይኽእል ኣብዚ መንገዲ ስለ ዝበፃሕኹም ጥራሕ እንታ ንቲ ወዲ ተባዕታይ በቃ ንሓዳር ምሕሳብ ክሳብ መወዳእታ ሓቢርኪ ከም ዝፀንሕ ሙሉእ ብሙሉእ ምትእምማን ጠንካራ ጉልብት ፍቅራዊ ሂወት ዘለዎን ደቂ ኣንስትዮ ዘይገብረኦ እተን ጀመርቲ ግን መብዛሕትኡ ግዜ ዝሰሓሕታሉ ነጥቢ እዩ። ድንግፅቲ ኮይንኪ ብዛዕባ ፅባቐኡ ዝገልፀልኪ ፍቕሪ ዘለዎ ፅቡቕ ደረጃ ክኸውን ይኽእል እዩ ተዘይኮይኑ እውን ሕማቕ ነገር ኣብ ዝገብረኪ እዋን ንኣብነት ስልኪ ዘይምልዓል ሓቢርካ መንገዲ ክትርአ ዘይምድላይ ከም ድላይካ ክትራኸብ ዘይምፍቃድ እዞም ነገራት እዚኣቶም ኣብ ትርእሉ እዋን ስምዒት ክክፍቲ ጌርኪ ልዕሊ መጠን ትዛረብዮ ውሽጥኻ ክተርእዮ ትፍትን እንተ ኮይንኪ እቲ ወድን ክንዕቐኪ ኢሉ እውን ከም ድላዩ ናብ ድላዩ ዓይነት መንገዲ ክምርሓኪ ዝኽእሊ ዓይነት ጓል ኣንስተይቲ ከም ዝኾንኪ ንክሓስብ እዩ ዝገብሮ። ስለዚ ፈለማ ፅቡቕ ፍቕሪ ተሰሚዕዎ ዝነበረ ወዲ ሰኣን ዝምርግጋዕ ወይ ናትኪ ድንጉፅ ዝኾነ ባህሪ ክርኢ ከሎ ንዓኺ ዝነበሮ ድሌት ናጎደለ ፍቕሪ እውን ዘይሕሰብ ምዃኑ ፈሊጡ ካባኺ ንክርሕቕ ይገድዶ። ካልኣይ ድማ ካብቶም ብወዲ ተባዕታይ ተመራፂ ተፈቃሪት ካብ ዝገብሩኺ ናይ ባዕልኽ መንገዲ ክህልወኪ ከሎ እዚ ማለት በቃ ንዑ ክትብልሲ ዘይቀያየር ቀጥ ዝበለ ናይ ባዕልኽ ዝኾነ ቅዋም ክትውንነ ከለኺ ደቂ ተባዕትዮ በቃ ከምዚኣ ዝበለት ጓል ኣንስተይቲ ከም ጠንካራ ጉልበት ትለክምሽ በቃ ቶሎ ንፍቕሪ ዘይትወድቕ ናይ ባዕላ ዝኾነ ኣተሓሳስባ ሒዛ ትቕፅል ዓሰርተ ግዜ ምስ ኣወዳት ንፍቕሪ ጥራሕ ክትብል ብብዙሓት ኣወዳት ዘይትታለል ብዋጋኣ ኽባር ከም ዝኾነት ዓይነት ጓል ኣንስተይቲ ገይሮም እዮም ዝርእዩ። ብዙሕ ግዜ እዘን ከምዚ ብጣዕሚ ጠንካራታት ተባሂለን ዝግለፃ ደቂ ኣንስትዮ ብዙሕ ወዲ ናባዕሉ ክገብረን እዩ ዝፍትን ልበን ክስዕር የፍቅረካ እየ ንክትብሎም ዘይገብርዎ ነገር የለን ንሕና ደቂ ኣንስትዮ ሕዚ እውን ሕማቕ ባህርና ክነግረክን እየ ድሕሪ መፃምድ ድማ ሓዝና ብፍላይ ድማ ኣብቲ ናይ መጀመርያ ርክብ ከም ዝበልኩኽን ምስቲ ወድማች ንምግባር ኢልና ዘይንገብሮ ነገር የለን ወይ ዘይንዛረቦ ነገር የለን ንኩሉ ነገር እዋ ሓቂ ካብ ምባል ከተቋርፂ ከለኺ ናይ ባዕልኺ ዝኾነ ኣተሓሳስባ ከም ትኽተሊ ክፈልጥ ክትገብረ ከለኺ ናይቲ ወዲ ልቢ ናብ ገለ ነገር እናተቐየረ እዩ ዝኸይድ ከምኡ እዮም በቃ ወዳት ነገራት ሓዲኖም ለፊዖም ከም ብዋዛ ክረኽብዎ ዘይኽእሉ ነገር ክህሉ ከሎ እዩ ደስ ዝብሎም ብቐሊሉ ምስ ናቶም ኣተሓሳስባ ምስ ናቶም ድሌት ትስማዕማዕ ወትሮ ሱ ኢላ ሽት ትብል ጓል ኣንስተይቲ እንድሕር ደኣ ኮይና ክንድቲ ዝኣክል ዓብዪ ዝኾነ ቦታ ዘይክህብዋ ክእሉ ሱ ኢልካ ንምጥቃም ወይ ንግዚኡ እቲ ኩነታት ንክጥቀምሉ ንክዝናነየሉ ተዘይኮይኑ ከም ዓብዪ ቁም ነገር ሪኦም ንታ ጓል ክመርፅዋ ኣይኽእሉን እዮም ስለዚ ዘይቀያየር ቅዋም ክለይ ክለዎ ቅብ ቅድሚ ወዲ እዚ ማለት ሹት ንወትሮ ተፃርርኦም ኣንቅፍኦም እሸይ ትበልኦም ገለ ዘይኮነሲ ኣትሊስት ኣተሓሳስባኺ ግን ኣይትሸፍንዮ ብውሽጥኺ ዘሎ ድሌት ኻሊእ እቲ ወዲ ዝብሎ ዘሎ ኻልእ ክኸውን ከሎ ውሽጥኺ ብዘይምዕፋን ተሓባብር እዩ እምበር ምጭቕጫቕ ንትራኽ ምናምን ማለት ኣይኮነን ዘይተኣምንሉ ነገር ክኸውን ከሎ በቃ ኣይኣምንሉን ኢልኪ እቲ ኣተሓሳስባኺ ክረአ ምግባር ሳልሳይ ንባዕልኺ ክትብሊ ፅሬት እንድሕር ድኣ ትኾኒ ኣብዚ ነጥቢ እዚ እውን ንትወደዩ ኢልክን ዝተፈላለየ ነገር እትገብራ እተኾይንክን ያው ልብኽን ከም ዝተሰዓረ ብግልፂ ንክርእዩ ኢኽን ትገብርኦ። ደቂ ተባዕትዮ ብቐሊሉ እዮም ዝፈልጡ። ማለት ንመን ኢላ እያ እዚ ክዳን እዚ ተኸዲና ዘላ፣ ንመን ኢላ እያ ከምዚ ዓይነት ኣክሽን ተርኢ ዘላ ቀሊል እዩ ንክፈልጥዎ። ወትሮ ግን በቃ ንባዕልኺ ክትብሊ ንፅህቲ ንትወዲ ከይኾነስ ንነብስኺ ዘሐጉሰኪ የጥዕመለይ ኢልኪ ልኣመንክዮ ግን ድማ ትሕቲ ሰብ ዘየትርፈኪ ኣለኪ ምሽ ካብ ዘመን ውርድ ዝበለ ዓይነት ኣከዳድና ዘይኮነ ወይ ፅሬት ከተሓለልዋ ዘይኮነሲ ምስ ዘመንኪ ማዕረ ዝገብረኪ ዝሐሸ ምስሊ ዝፈጥረልኪ ሰብ ርኢ ቢሉስ ዋው ኣጤምላ ኣባት ዝብል ዓይነት ኣካውና ከልወኪ ከሉ ዝሐሸ ምልከታ ይልዎ ብልዕሌኺ ራብዓይ ድማ ትርጉም ዘለዎ ሂወት ክርኢ ግበር እዩ ሕዚ ብዚ ነጥቢ እዚ እውን ያው ብዙሕ ግዜ እኳ ተነጋጊርናሉ ኢና ምንባርኪ ቫልዩ ከም ዘለዎ ክፈልጥ ግበሪ። ሕዚ እውን ኣብ ፍቕራዊ ህይወት ክንኣቲ ከለና ምሳት ኢና ደቂ ኣንስትዮ ያው ዕላማ ዘይብላ የለን ብዘይ ዕላማ ኣይትነብርን ኢኺ ፎርሹር። ፍቕራዊ ህይወት ክትጅምረ ከለኺ ግን እቲ ክፈልጦ ዝግብኦ ወይ ክተርእዮ ዝግብአኪ ወይ ትኸድዮ ዝግብአኪ ዓይነት መንገዲ ህይወት ክትገድፊ እዮ እሞ እቲ ወዲ ክርእልኺ ዝትደልዮ መብዛሕትኤና ደቂ ኣንስትዮ እንደልዮ በቃ ፍቕርና ብግልፂ ክረአ ንኸረድኦ ኢቨን እኳ የፍቅረካ እየ ገለ ተዘይበልክሲ ግን ሙሉእ ሙሉእ ዕላማኺ እቲ ቅድሚ ሕዚ ዝነበረ ኣተሓሳስባኺ ብምሉኡ ግድፍ ተብልዮ እሞ ዕላማ ከፍታ ምንታይ ትኸውን እቲ ፍቕረይ ከመይ ገይረ እየ ናብ ዓብዪ ደረጃ ዘብፅሖ ከመይ ገይረ እየ ንሓዳር ክምኒን ክገብር ዝኽእል በቃ ሙሉእ ውዕለኺ ሙሉእ ሓዳርኪ ብዛዕባ እትወዲ ምሕሳብ ይኸውን። ምሕሳብ ጥራሕ ዘይኮነስ ክትራኸቡ ምድላይ ድሕሪ ምራኻብኩም ድማ ክርእል ክትደልዮ በቃ ኦንሊ ፍቕርኽና ፍቕርኺ ክኸውን ትገብርዮ እቲ ወዲ እውን ዕላማ ከም ዘለኪ ብምንታይ ሞ ክፈልጥ ብምንታይ ሞ ክርዳእ ምንም ዝፈልጦ ነገር የብሉን እታ ፍቕሪ እያ ተራኽበኩም እታ ፍቕሪ ክትቅፅል ይገብር ብድሕሪኦ ኣብ ሂወት ዘለኪ ምልከታ እንታይ ትሰርሕለኺ እንታይ ክትዕውቲ ትደሊ ምንም ዝፈልጦ ነገር የለን ክፈልጥ እውን ኣይገበርክዮን ብድሕሪኡ ትርጉም ዘለዎ ህይወት ከም ዘለኪ ክፈልጥ ኣይኽእልን ምሳኺ ዝነበሩ ናይ ፍቕሪ ጣዕሚ እውን ናጎደለ ይኸይድ እሞ ንክናፍቐኪ ንከፍቅረኪ ዘይኽእል ወዲ ክኸውን ተገድድ እዩ ስለዚ ምሳኺ እንድሕር ደኣ ቀፂሉ እቲ ዓይነት ህይወት እዩ ክህልዎ ጣዕሚ ዘለዎ ህይወት ከም ዝህልዩ ብግልፂ ክርእይ ትገብርዮ ኣለኪ ደቂ ተባዕትዮ እዚ ነገር እዚኦም ዝፈትዉ ትርጉም ዘለዎ ሂወት ዘለዋ ጓል ኣንስተይቲ ተኾይና ጠንካራ ተኾይና ምስኡ ድማ ከምቲ ዝበልኩ ፅርይቲ ፅብቕቲ ትበሃግ ጓል ኣንስተይቲ ክትከውን ከላ ከይፈተዉ በቃ ይሰሓቡ ልክዕ ከም ማግኔት እዩ ዝስሕቦም ከምዚ ዓይነት ላይፍ ስታይል ዘለዋ ጓል ኣንስተይቲ ሪኢክንኦም ተኮይንክን ኮ ብዙሕ ግዜ በቃ ወዲ ትችድ ትብሎ ጓል እዩ በቃ ዝኽብር ትችድ ዘይኮነስ ለክምሽ በቃ ብስርዓት ክትቀርቡ ዘይትኽእል ተታሒዛ ዘይትተሓዝ ክትኸውን ከላ ከም ዑፍ ንጸኹድ እንድሕር ደኣ ትብሎ ኮይና ከምዚ ዓይነት ጓል ኣንስተይቲ ናይ ምምራጽ ዓቕሞም ብጣዕሚ ልዑል እዩ። ብዙሓት ደቂ ተባዕትዮ ኣለዉ ዘዛርቡ ነብጎነይ ፍቕሪ ሒዝዎም ሰለስተ ኣርባዕተ ገርል ፍሬንድ ዝፈልጡ ኤክሳት ዘለውኦምሲ ፍቕሪ ይፈልጡ እዮም እኮ ኣብ ዝኾነት ጓል ኣንስተይቲ ክበፅሑ ከለዉ ግን ዘይንሳ ዓለም ትበተኽ ብስሩና እየ ዝደሊሎም ልጥፍ ከመይ ገይረ እየ ክርስዓ ዝገብር እሳውን ኣይደልን ትብል ኣብ መንጎ በቃ ከመይ ገይረ ከም ዝኸውን ኣወዳት ምዃኖም ውንኦም ስካዕ ዝጠፍኦም ፆትኦም ክሳብ ዝርስዑ ልምን ናበልወን ዝውዕሉ እዘን ከምዚ ዝበላ ደቂ ኣንስትዮ እዩ ንህይወተን ቫልዩ ዝህባ ፅሩያት ኩሉ ዝመርፀን ኩሉ ዝበገን እሞ ድማ ምዝ ፅባቀን ምዝ ናይ ህይወት ቅዋመን እዚ ብቐሊሉ ዘይወድቃ ደቂ ኣንስትዮ ክኾና ከለዋ ተደላይነተን ልዕሊ መጠን እናኾነ ይኸይድ። ስለዚ ካብዞም ሲምፕል ዝኾኑ መንገድታት በቃ እሱ ኢልካ ፍቕሪ ተሒዝካ ፍቕርካ ምግላፅ፣ ፅላኣት ተሊካ ፅላኣትካ ምርኣይ ምናምን ካብዞም መንገድታት እዚኣቶም ውፅእ እሞ እዞም መንገድታት እዚኣቶም ምልማድ ጀመሪ። ብድሕሪኡ ክትጥቀሚ ኢኺ ማለት እሱ ኢሎም ከምዚ ክትዛረቦም ከለካ ቀለልቲ ይመስሉ እምበር ኣብ ባይታ ውሲንኪ እንድሕር ዳኣ ኣውሪድክዮም ኮንኪ ዘይሳኸዐሉ መንገዲ የለን ናሎማዓንቲ ምክረያ ኣብ ቀፃሊ ብካልእ ሓሳብ ክመፀክን እየ ክሳብ ሽዑ ግን ሰላም።